ኣደ ጥንሲ ምስ ሓዘት ጓል ጥንሲ ምስ ሓዘት ገሊኡሎ ጥንሲ ባዕሉ ይቕፅል ስጋብ ትሓርሳ ገሊኡሎ እዚ ድሓን ንርኣዮሞ ኦልትራሳውንድ እንዳገብርና ዝኾነ ተሪእና ግን ክስደድ ኣለዎ ድብሉኽን ሓንሳብ ሓንሳብ እውን ካብቲ ናይ መጀመርታ ኦልትራሳውንድ እዚ ክስደድ ጥራይ ደለዎ ድብሉኽን ኤግዛምፕል ሕጂ ኤክቶፒክ ፕሬግናንሲ ቅድሚ ሕጂ ተዛረብናሉ ኣብቲ ቱቦ ደይግብኦ ቱቦ እንተሎ ጥንሲ ክስደድ ጥራይ ደለዎ ኢልና ተዛሪብና ነርና ብሓለፈ ቪድዮ ዝሰራሕክዎ ሓንቲ ሕቶ መጺኣኒ ደላ ከኣ ሞለር ፕረግነንሲ እንታይ ማለት እዩ ስለምንታይ ከምኡ ዓይነት ጥንሲ እንተሒዝናስ ክስደድ ኣለዎ ድብሉና ኢልኪ እንድጸሓፍክናለይ ሎማዓንቲ ብዛዕብኡ ክዛረብ እየ ከመይ ሓዲርኩም ከመይ ውዒልኩም ኣሕዋተይ ትምህርትና ንቐጽል ቅድሚ ብዛዕባ ሞለር ፕረግነንሲ ምዝራበይ ኣብ ኖርማል ጥንሲ ክንሕዝ ኮለና እንቋቑሖ ዕስራን ሰለስተን ክሮሞዞም ኣለዋ ናይ ኣደ ኢንፎርሜሽን ማለት እዩ እቲ ፍረወዲ ከዓ ዕስራን ሰለስተን ኣሎ ብሓንሳብ ምስ ተራኸበ ሽዑ እቲ ኣርባዓን ሽዱሽተን ክሮሞዞም እቲ ኮድ ናይ ህይወት ንበሎ እሱ ሽዑ ካብኡ እንዳተባዝሐ እንዳተባዝሐ እቲ ዋህዮታት ነብሲ ናይ ቆልዓ ይፍጠር ማለት እዩ እዚ ሕጂ ኣብ ኖርማል ማለት እዩ ሓንሳብ ሓንሳብ ግን ኣብቲ ሞላር ፕሬግነንሲ ክኸውን ከሎ እታ እንቋቑሖ ወላ ሓንቲ ደይብላ ትጸንሕ ኦኬ ወላ ሓንቲ ደይብላ ትፀንሕ ሽዕኡ እቲ ፍረወዲ ምስ ኣተወ ናብኡ ናይ ፍረወዲ ኢንፎርሜሽን ጥራይ ኣብቲ ኣብቲ እንቋቑሑ ይተረፍ ማለት እዩ እቲ ድፍጠር ደሎ ሲ ናይ ኣቦ ክሮሞዞም ጥራይ ኣሎ ሕጂ ኣክንዲ ዕስራን ሰለስተን ናይ ኣደ ዕስራን ሰለስተን ናይ ኣቦ ሽዑ ኣርባዓን ሽዱሽተን ኩሉ ሙሉ ማለት እዩ እቲ ኣርባዓን ሽዱሽተን ሲ እቲ ናይ ኣቦ ጥራይ ኮይኑ ይፀንሕ ኣብ ገሊኡ ከኣ ኣክንዲ እታ ምክንያቱ ኣብ ህይወት ክፍጠር ከሎ ሓንቲ እንቋቑሖ ሓንቲ ፍረ ወዲ ይራኸብ ማለት እዩ። ኣብ ገሊኡ ከኣ ሓንቲ እንቋቑሖ ሲ ብክልተ ፍረ ወዲ ትርከብ ማለት እዩ። ሕጂ እዚ ኤክስትራ ናይ ናይ ኣቦ ናይ ኣደ እንቋቑሖ ከ- ናይ ኣደ ኢንፎርሜሽን ከኣ ኣሎ ኣብታ እንቋቑሖ ማለት እዩ። ሕጂ እዚ ከምዚ ዓይነት ጥንሲ ክቕጽል ኣይክእልን እዩ። ኣብቲ ነብስኻ ከመይ ኮይኑ ይረኣ? ሕጂ ኣብ ናይ ጥንሲ ክንሪኦ ከለና እቲ ምስ ተረኽበ ኣብዚ ቱቦ ከምታ ኩሉ ግዜ ድብላ ኣብዚ እዩ እቲ እንቋቑሖን እቲ ፍረወድን ኣብኡ ተረኺቡ እንዳተባዝሐ እንዳተባዝሐ እንዳተባዝሐ እቲ ዋህዮታት ሽዑ ናብቲ ማህፀን ናብቲ ዩትረስ ኣብኡ ኮይዱ ኮፍ ብል ኣብ ሽዑ ምስ ኮነ ኣብኡ ኮይኑ ሽዑ እንዳገጀፈ እንዳገጀፈ ሽዑ ካብኡ ቆልዓ ይፍጠር ማለት እዩ ኣብ ናይ ሞላር ፕሬግነንሲ ግን እቲ ጀነቲክ ኮድ እቲ ክሮሞዞም ኤረር ስለ ዘለዎ ወይ ናይ ቦ ጥራይ ይርከብ ወይ ብዙሕ ናይ ኣቦ ናይ ኣደ ከዓ እቲ ኖርማል ደሎ እቲ ኮድ ከምቲ ድድለይ የለን ማለት እዩ ኣብቲ ዋህዮታት ሲ ብጣዕሚ ይበዝሕ እቲ ኮድ ብኸም ሕጂ ከምዚ ስስት ከምዚ ናይ ማይ ድመለአ ነገር ይፍጠር ከምኡ ከዓ ከሎ ከዓ ብጣዕሚ ቀልጢፉ ይባዛሕ ማለት እዩ ኣክኒ ቀስ ብቀስ ቀስ ብቀስ ቀስ ብቀስ ድባዛሕ ብሓንሳብ ዱብ ኢሉ እቲ ማራ ይንፋሕ ብኸምኡ ከምዚ ዓይነት ጥንሲ እንተሒዝክን ከብድኽን ብጣዕሚ ይንፋሕ ኣብ ናይ ሓደ ወርሒ ጥንሲ ሒዝካሲ ከምዚ ናይ ሰለስተ ኣርባዕተ ወርሒ ጥንሲ ሒዝካ ዘለካ ኮይኑ ብደገ ይረአ ማለት እዩ ከምኡ ስለ ዝኾነ ከዓ እቲ ካብ ዓቐን ንላዕሊ ስለ ድገጅፍ ደሎ ኣብቲ ናይ ናይ ሽንት መርመራ ክትገብር ኮለካ ናይ ጥንሲ ጠኒሰ ድያ ኣይጠነስኩም ክትፈልጥ እቲ ኤችጂ ሌቨል ክንሪኦ ኮለና ብጣዕሚ ይልዕል ኣክንዲ ሕጂ ለትሰይ ኣክንዲ ሓሙሽተ ሽሕ ሽዱሽተ ሽሕ ደርእየና ኣብቲ ናይ መጀመርታ ጥንሲ ክጅመር ከሎ ዕስራ ሽሕ ስፓይክ ይገብር ማለት እዩ ኣብቲ ላቦራቶሪ ቁፅሪ ክትሪኦ ከለካ ከምዚ ዓይነት ጥንሲ ተለክን ኦፍኮርስ ኣብቲ ናይ ኦልትራሳውንድ ክትገብራ ከለክን ከዓ ከምኡ የርእና ኣብ ውሽጢ ሞላር ፕሬግነንሲ ድዩ ኣይኮነን ብከምዚ እዩ ድፍለጥ ኣብ ልዕሊኡ ከኣ ብጣዕሚ ይገጅፍ ስለ ዘሎ ደም ክትሪኣ ትኽእላ ተምላስ ከምዚ ዕግርግር ብጣዕሚ ካብ ዓቐን ንላዕሊ ይገብረልክን ከምቲ ድበልኩ ከኣ እቲ ጥንሲ ብጣዕሚ እቲ ዋህዮታት ብጣዕሚ ይባዛሕ ስለ ዘሎ እቲ ከብድኽን ከምዚ ከምቲ ዝበልኩ ኣብ ናይ ሓንቲ ወርሒ ጥንሲ ሒዝክን ከለኽን ናይ ሓሙሽተ ሽዱሽተ ወርሒ ይመስል ብጣዕሚ ንፋሕ ማለት እዩ ምክንያቱ እቲ ዋህዮታት ካብ ዓቐን ንላዕሊ ስለ ድባዛሕ ደሎ። ከምቲ ናይ ኤክቶፒክ ፕረግነንሲ ክንዛረብ ኮለና እታ እንቋቑሖስ ኣብ ደይግባኣ ቦታ ኮፍ ኢላ እቲ ቆልዓ ክፍጠር ምስ ጀመረ ነቲ ቱቦ ከምድ ከምድ ትኮስ ክገብሮ ይኽእል እዩ ገለ ኢለ ተዛሪበ ነይረ። እዚ ከኣ ከምኡ ሓደ ነቲ ንቆልዓ ንክፍጠር ደድሊ ጀነቲክ ኮድ የለን ካልኣይ ከኣ ካብዚ ህይወት ክፍጠር ስለ ዘይክእል ክኸይድ ጥራይ ዶ ኣለዎ ከምኡ ስለ ዝኾነ ከዓ ብዲኤንሲ ራስካ ሜንተ ድበሃል ገይሮም ከውፅልክን ክፍትኑ እዮም ወይ ከዓ ባዕሉ እንተኸይዱ ከዓ ምእንታን ከምኡ ዝኾነ ናይቲ ጥንሲ ነበረ ነገራት ተሪፉ ከይከውን ምእንታን ብዙሕ ደም ከይፈሰክን እውን ክርእዩኹን እዮም ሕጂ ኣብ ጥንሲ ምስ ሓዝክን ካብ ዓቐን ንላዕሊ እቲ ከብድኽን ይንፋሕ እንተሎ ፕሊዝ ምስ ዶክተርክን ተዛረባ። ኣብቲ ናይ መጀመርታ ኦልትራሳውንድ ትገብራ ሓደ እቲ ናይ ትሓርሳሉ ግዜ መዓስ እዩ፣ ካልኣይ ከኣ እንታይ ዓይነት ጥንሲ ሒዝክን ኣለኽን፣ ሳልሳይ ከኣ እቲ እንቋቑሖን ፍሮድን ምስ ተራኸቡ ናበይ ወዲቑ ኣሎ፣ ኣብቲ ቱቦ ድዩ ተሪፉ ንታሕቲ ድዩ ወሪዱ ምእንታ ንክፈልጡ ብኸመይ ኢና እታ ናይ መጀመርታ ኦልትራሳውንድ ብጣዕሚ ኢምፖርታንት እያ ንብላ እዚ ኩሉ ነገራት ካብኡ ስለ ንፈልጥ እዩ። ማናቱ ዲኽን ሒዝክን ሓንቲ ዓይነት ሓደ ጥንሲ ጥራይ ዲኽን ሒዝክን ደለኽን ካብ ማናቱ ንላዕሊ ድዩ በታ ናይ መጀመርታ ፈሊጥካ ኢኻ ሽዑኡ ኦኬ እሞ እዚ ምግጃፍ ናይ ከብዲ ኦኬ ማናቱ ሒዛ ስለ ዘላ እዩ ናይ ሞላር ፕሬግነንሲ ይኮነን ኢልካ ኸዓ እቲ ማኔጅመንት ሽዑ ከምኡ ኢልካ ክትዛረብ ትጅምር ማለት እዩ ቅድሚ ሕጂ ከምዚ ሒዝክን ማለት ክትሓርሳ ኣይትኽእላን ኢኽን ክትወልዳ ኣይትኽእላን ኢኽን ማለት ኣይኮነን ጥንሲ ክትሕዛ ኣይትኽእላን ኢኽን ማለት ኣይኮነን እዚ ናይ ዕድል ነገር እዩ ሓንሳብ ሓንሳብ ከምኡ ይገብረካ ሓንሳብ እውን ከምኡ ደ ይገብረካ እዚ ክብል ከለኹ እቲ ዕድመና እንዳለዓለ ክኸይድ ከሎ ከምዚ ዓይነት ኤር እንዳለዓለ ከዓ ይኸይድ ኣብታ ናይ ካብ ሰላሳን ሓሙሽተ ንላዕሊ ዘለኽን ኣንስቲ ሪስክ ናይ ጥንሲ እንታይ እዩ ጎደለ ዝሰራሕኩዋ ቪድዮ ኣብዚ እውን ብዛዕባ እዚ እውን ቁሩብ ተንኪፈ ነይረ ናይ ጀነቲክ ኤረ ክንብል ኮለና ከምዚ ክትሪኣ ትኽእል ኣይኽን ግን ከምኡ ክኸውን እዩ ማለት ኣይኮነን ሕጂ ከምዚ ሒዚ ክንፈልጣ ትፈልጣ እንተኾንክን ምስ ዶክተራትክን እንዳተዛረብክን ሓደ እቲ ኤችሲጂ ሌቭል ወሪዱ ድዩ ብናይ ላቦራቶሪ እንዳገበርክን ብኦልትራሳውንድ እንዳገበርክን እውን እቲ ዝኾነ ተሪፉ ከይከውን ካብቲ ቅድሚ ሕጂ ተታሒዙ ነበረ ጥንሲ ምስ ዶክተራት እንዳተዛረብክን ደድለይክን ከኒናታት ደድለይክን ሳፕሊመንት እንዳወሰድክን ኖርማል ጥንሲ ክትሕዛ ትኽእላ ይኽን ብኖርማል እውን ክትወልዳ ትኽእላ ይኽን እዚ ግን ናይ ፍጥረት ነገር ምሻ ኣሎ ገሊኡ ጥንሲ ናብ ኖርማል ብኖርማል ስጋ መወዳእታ ይበፅሕ ገሊኡ ኣሎ እዚ ጥንሲ ክኸይድ ይኽእል እዩ ዝኾነ ኤረር እንተሪእና ክነግረኪ እና ድብሉክን ኣለው ከምዚ በዓል ሞላር ፕሬግናንሲ በዓል ኤክቶፒክ ፕሬግናንሲ እንተኮይኑ ወይ ኣብ ደይግብኦ ቦታ እንተሎ ግን ክንሰዶ ኢና እንተኢሎምክን ክቕፅል ስለ ዘይክእል ናብ ሂወት ናይ ሂወት ነገር ወይ ንስኽን ከይትህሰያ ወይ ቆልዓ ካብኡ ክፍጠር ስለ ዘይክእል ስለ ዝኾነ ከምኡ ድብልኽን እዚ ግን ሞላር ፕሬግናንሲ ይበሃል ኦፍኮርስ ዝኾነ ሕቶ ተለክን ኣብቲ ኮመንት ፀሓፋለይ ንሕጂ ግን ብሩክ መዓልቲ